ቆልዓ ምስ ወለድኪ በዚ ጌርኪ ግጥም ኣቢልኪ ክትሓዝልዮ። ጨርቂ ወዲ ጨርቂ እንዲ ክንለሚትክን በዛ ማሕዘል ጌርኪ ክትሓዝልዮ ግዲ ኣባል ተራይ እንዲ በዚ ክሓዝል ስማዕ እንዶ ሓተክን ማማድሽ እስኽን ክትበርዓዋ ከለኽንሲ ሕጂ ዓበይ መጎስ ዓርኪ ርእስኽን ድዮም ነይሮም ወይ ፍሕስ በልዋ ኣሎ ኣንቲ ሊድያ ጓለይ ከመይ ኣቢል ዳዩ ሰብኣይ ዓርኪ ርእሰይ ዝኾኑ
ሓወይ ሰይዶ መን ነይሩ ዓርኪ ርእስኽን ዝብል ኣፍ እኳ እዩ ኮመ በሊ
ዓርኪ ርእሰይ ደኣ ንመጎስ ትኽ ትንፋስ ዓርኩ መተዓቢቱ ገብረሃንስ ዝበሃል ነይሩ ጥዑይን ሕያዋይ ንመማኽርቲ እዩ ነይሩ እንታይ እንዳበለ ደኣ ይመኽርኹን ነይሮም እንታይ እናበለ ዶ ሰብኣይኪ ኣብ ጉዳይ ሓዳርኪ ቦይኑ ክውስን ዕድል ኣይትሃብዩ ካባይን ካብ ሰበይተይን ክትመሃር ኣለኪ እንዳበለ እስከ ፅናሓ መማማኣሽ እንታይ ማለቶም እዩ ኣይተረደአንን ማዶቱ ደኣ ምስ ሱብ ሓዳሩ ሙሉእ ስልጣን ነይርዎ። ብዘይ ኣፍልጦን ውሳኔን በዓልቲ ቤቱ ይሸይጥን ይልውጥን ነይሩ። ሓደ መዓልቲ መናባሪቶም ዝነበረት ቦጥ ብጠላዕ ተበሊዕዋ። እውይ በስምኣ ዋእ እዚኦም ደኣ እሞኒ ንባዕሎም እንዲዩ ከቢድ ምኽሪ ዘድልዮም። ጸንሐ ደኣ ክውድኣልኪ ተመኩሮ ዓቢ መምህር እንዲዩ ብድሕሪኡ ካብ ሕሉፍ ተጣዒሱ ጎይታ ሓዳር ኮይኑ ንገዝኡ ተመንጓሲ ሲኣ በስመ ኣብ ኣንቲ ድማ መቐድሽ ንገዛኻ ዶ ተመንጎቲ ትከኣቶ እዩ እኳ ደርሆ ገለ ከይከውን ሲ ሊድያ ጓል ተመንጓሲ ሲኣት ማለት ደኣ ንሓዳሩ ንፉዕ ነይሩ ማለት እዩ ኣሃ
ሒዘት ሕጅስ መሲልክን ስንት ኣኽን ከተምፃ ደሊኽን እንታይ ከምፅ ደልየ ዶ እወ ንስኺ እውን ኣብ ሓዳርኪ ብዘይ ኣፍልጦኽን ፍቓድክን ዝኾነ ነገር ንክፍፅም ክተፍቅዱሉ የብልክን። ፅቡቕ እንዲኹም ዘለኽን ግን ንሆይ ምእዙዝ እዩ ከምታት የብሉ ዶ
እንኳዕ ምእዙዝ ክኾነልክ ጓለይ እስኺ ደኣ ይፍጥር ከይበልክ ምርቕቲ እንዲኺ
ማማ ቅድሽ ንሆ እኮኒ ኣመና እዩ ዘኽብረኒ ድሓር ከዓ ሕለፍ እንተይለዮ ሓልፍ ብላዕ እንተይለዮ ይበልዕ ሓፈልቲ ኢለኻ በድ እዩ ዝብል ኣኹሪ ተልክየኸ ኣረ ክንወ ሽኹርቲ ይብሎ ማርሽ እውይ ሊድያ ጓለይ ሕድርኺ እዚ ወደይ ቆልዓ መፅብዓ እዩ ሕለፍ ትረፍ እንዳበልኪ ተፀቂጣ ዝተወደት መትሓዚ ብማእታ ከይተምስሉ ማማ ቀድሽ ግን ኣነ እንዶ ክሓተክን ኖ ብህፃንነቱ ሲ ጸባ ጡብ ጽቡቕ ዶ ዓጊቡ? ጨኽኑ ጥራይ ድኸ ወረኾ ጉስዑ ከሎስ ልክዕን ኣጅቦን እዩ ዘውጽእ ነይሩ። እንታይ ትብላ
እንታይ ደኣ ሎሚ ትልግዐ እሞ ይትረፈና እቲ ማይ ጨባሪ ካልኣና
ሄ ሊድያ ጓለይ ላምሲ ግዜ ርኢኻ ሕለበኒ ይበለት እዩ ነገሩ

ውሉድ ግብሪ ሰላሳ ሽሕ መፅን ተፅቡቑኒ ሰላሳ ሽሕ
ሰላሳ ሽሕ ናይ እንታይ ሰ- ሰላሳ ሽሕ ርግፀኛ ዲኻ ኣባ ሰለስተ ሽሕ ከይከውን ሰለስተ ሽሕ እንተትኸውን እሞ ኣይምደወልክልካን እዋ ክንድዚ ዝኣክል ብኸመይ ከመይ ከመይ መፅዩ ኣታ እንታይ ፈሊጠልካኒ ኢኻ ልሸንሳ ክሐድስ ኢለ ምስ ኮትኩ ነልካ ዓመታዊ ግብሩ ተዋህልሉ ተዋህልሉ ምስናይ መቕፃዕቱ ሰላሳ ሽሕ መፂእኒ እሞ ክሳብ ክንዲዚ ዝኣክል ስንታይ ትፅበ ነርካ ማለት እዩ እንታይ እሞ ክብል ብሎሚ ፅባሕ በቃ ሎሚ ፅባሕ ክኸፍል ሎሚ ፅባሕ ክኸፍል ክብል መወዳእቱ ተቕሊለ ረሲዐ እዩ
እሞ ሕጂ ደኣ ክትገብር ኢኻ ማለት እዩ ንዓይ ስንሱ ንጨኒቑ ንደሎ ስኮ ጨኒቑ ንደሎ ባባ ካልእ ምርጫ የብልካን ከምዝሃበካ ክፈሎ

ንዓኻ እየ ዝብለካ ዘለኹ ንሰብካ ምሲላትካ እያ ሕጂ ኣብዚ ሕማቕ መዓልታ ኣብ ጸገም እዛ ትካል ኣለኹልኪ ክትብላ ትምሕጸነካ ኣላ
እርድኣኒ እኳ እቲ ትብሎ ዘለኻ ኣባ ግን ካበይ
ካበይ ዶ ኣጊደ ደይ ነገረካ ካብቲ ተገዘምካ እዩ በዝሚ በዝሚ ገዝሚ ሑፍድ የለን
ብዘይ ምፃናፅና
ንዑ ወደይ ከምኡ ትበል ስምዓኒ ሓግዘኒ
ባባ ርድኣኒ እንዲ ግን ከመይ ዓትከ ርኣት ከለ እንታይ ከይትብለካ ዋ
ብቐጥታ ድብልከታ ጉዳይ ዘይኮነ ደሓር ንዓይ መርዓተይ ተሰክፈኒ ዋ ኖ ኣነ ቦኻ ሓርቢትኒ ጸቢቡኒ ከሎ ዘየደንገጽኩኻስ መርዓትካ ትሰክፈካ ባባ ሕኑቕ እንታይ ኢሉ ደውጽእ ዓፍራ ኣነ ካብዛ ጉዳይ እዚኣ ወላ ሓንቲ ክሓግዘካ ኣይክእል በቃ
ድሓን ድሓን ኣነ ባባ እንካ እዚኤን ሓገዝ እንተኾናኻ ክትብለኒ እየ ተጸብየ እምበር ከምዚ ኣለና ብሓ
ባባ ባህ እኮ በለኒ ግን እዛ ጉዳይ ይፈልጣ ንወደይ ግደፍ ግደፍ ምሕፀነካ ኣለኹ ሓግዘኒ ብለካ ኣለኹ መስሓቕ ሸራፋት ከይትገብረና ሓግዘኒ ንተሓጋገዝ ብለካ ኣለኹ ኣንታ እባ ሰብ ጥዑያት ኣስናና ይኹኑ እምበር ሸራፋት ደኣ እሞ እንታይ ኣሰኪፍካ ቢኣፎም ዓቢሶም እዮም ዝፈልጡ
መሬት ከም ዓፍ እንኩ ጨቢባት ንኹላ ስላግጺ ትርኣይኳ ግደፍ ኣብዛ ጉዳይ እዚኣ እንተ ዘይተዋሲእኻ መጎስ እንታይ ይገብር ደሓን ደሓን ኣንታ ባባ ዝቕበል ባባ ባባ ትበለኒ ዓሰርተ ሳዕ ባባ ባባ እንታይ ክዓብሰለይ እዚ ተጨኒቐ ኣለኹ መፍትሒ ምፅ እብለካ ኣለኹ እርዳካ ኣሎ ድ- ዋ ውላደይ ኣብዚ ዘይሓገዝካና ንመዓስ ኢኻ እንታይ ኢኻ ክትገብረለይ ማለት ኣነ ሓንቲ ክገብራ ድኽእል ግዝያዊ ሽግርካ ምፍታሕ ጥራሕ ሕራይ እንታይ እቲ ግዝያዊ እዋናዊ ትብሎ ዘለካ ሽግር ምፍታሕሲ እንታይ እዩ ንገረኒ ሓንቲ ገንዘብ ኮፍ ካብ ድብል ንስኻ ነተን ዕዳኻ ትኸፍለሉ ግድን ግን ኣብ ሰሙን ክምለስ ኣለዎ ኣብዛ ሰሙን ስግድን ክምለስ ኣለዎ ሓን ፅቡቕ ጥራይ እዛ ትካል ካብ ምዕሻግ ትድሓን እምበር ፅቡቕ ባባ እዛ ጉዳይ እዚኣ ከዓ ብጀካይን ብጀካኻን ብጀካ ማማን ካልእ ሰብ ክፈልጣ ኣልባዕሉ ፍጹም ነሆደ መን እሞ ብጭቕ ክብል መን ተመስገን

ይዱ ሃኒ ዳሓንዶ
ኣሰይ ምንዳ ምሽትኪ
መድኣ ምሽጠን ደሊኺ ሓማት ይቅጭል እዋ እዚ ሓማት ክስ ክትፈትወኪ ኣነ ጓላ ተባሂለ ከምዚኣ ገይራ ከማ ምሽጣት እሞ ናይ ኣዴኺ ጉርሕሊ ጠፊእኪ ናይ ምንታይ ጉርሕቲ ጽቡቅ ክምሽጣን እንከለዋ ኮኒ በቲ ሓደ ወገን ከኣ ይዕንቲ ወደን እባ ክመልኣለን። እንታይ ማለት እዩ ኣዕንቲ ወደን ክመልኣለን ከ? እንታይ ማለት ዶ ኣነ ክቁንጅን ክምልክዕን ከለኩ ኮኒ ይዕንቲ ነሆይ ከኣ ብትርኢተይ ይዓግባ ደስ ኢሉ ቅንቃጥምታኒ ብዓይኒ ኣራርቦት ብዓይኒ ናፍቆት ብዓይኒ ደስታ ማለት እዩ። እዋይ ዘላ ከምዚ ኢታል ሓሲባ ትምሽጠኪ ተላሲ ምስጋና ካባኺ ዘይኮነስ ካብ ወዳኣ ክትረኽቦ ዘሎ ብትኽክል እዋይ ዘላ እኮ ክትጎርሕ ክኢላ ክኢላ
ስምዕ እንዶ ክነግረኪ ግዳ እቲ እንዳ መሻጢ ዝኸድክዮስ እንታይ ኣስሊጥኪ መፂኺ ከምታ ዝበልኩ ኮይና ዝፋን እታ እንዳ መሻጢ ክትከራይ ወሲና ዘላ እሞ ሕራይ ፅቡቅ ጌርክዶ ንስኻ ተዛሪብክያ እዋ ከም ምዝራብ ድኣ ተዛሪብያ እንዴ ተጋርያ ትኾይንክሲ ሊድያ ሰይቱ ንሓወያ ኣላ ኢለ ዋ ሃናኻ ክትህወኺ ዋ ግን ኣብ ሕፅሮት ዘለኹስ መርዓት ገዲፍክስ ሰይትኖ ሓወይ ዋ ኩሉ ሓደ እንታይ መለስ ኣለዎ ንኣብነት ባባ ኣብ ገለ ዕላላቱን ማማ ክገልጸ ከሎ እኮ መርዓተይ ዘጥሓነቶ እኽሊ እኮ መርዓተይ ዝሰርሐቶ ጸብሒ እኮ እናበለ ንማማ ብመርዓተይ እዩ ዝገልጻ ወይ ዝባባ ኣታ ሃና እንድሕር ደኣ እሞ ማማ ቅድሽ መርዓት ዝበሃላ ኮይነንስ እንተኮይኑ እንዳ ምሳይ ድሕጥ
እዋይ እንቋዕ ማማ ይትሰማዓኪ እዛ ዘይትወዲ ኣይመሰለትን ገና ገና ገና ገና እንታይ እያ ዘላ ዋይ ማማ ቅድስቲ ገድፋኔን ብዝኾነ ናብቲ ን- ቁም ነገር ንመለስ እንታይ ጌርኪ እወ ሊድያ ሰበይቱ ናይ ሓወይ ኣላ ሕፁነታ ውድእ ምስ ኣበለት ከዓ ክትሕዞ ትኽእል እያ ኢልያ ንሳ ከዓ ምምሻጥን ሜክኣብን ከ ተማሂራ ድያ ኢላ ሓታትኒ እዋ እሂናይ ደኣ ኸድ ኢልኪያ ስኸ እዋ ኣይትሕስውኒ እዚኣሲ ከም ተኽእሎ ከማን ዘይነገርክኒ ውይ ኣታ ሃና ሓፍተይ ዝነገርኩኹም ዶ መሲልኒ ኣይነገርኩኹም ዶ እምበር ከተማ የርግድ እዩ ይህናይ ደኣኸ ምስ ብልጭኡኻ
ከም ዝተኾይኑ ቀዳማይ ሕቶኣ ተመሊስላ ኣሎ ኣርባዕተ ነጥቢ ካልኣይ ሕቶኣ ከዓ ናይ ሽዱሽተ ወርሒ ንወርሒ ብሕሳብ ሓሙሽተ ሽሕ ድምር ሰላሳ ሽሕ ክትከፍል ትኽእል ድያ ኢለ ሓታት ይህናይ ደኣኸ ደሞ ኢልክያስኸ ዋ እዚኣስ ሓቲተ ክነግረኪ ኢለያ ዋዕ ታናተ ኮይንክቲ ዋ

ኣንታ መጎስ እዚ ትብሎ ዘለካ ገንዘብ እኮ ንህወደይ ሰጎዞምን መውፅ ሓዳሩን
ኣንቲ ደው ኢለ ንዘመርዓኽዎ ወደይ ዝተገዝሞ ምዃኑ ጠፊእንስ ንስኺ ክትነግርልና እዩ ዘይኮነ ግን ገንዘብ ሓደራ እዩ ኣነ ከ ገንዘብ ሓደጣ ደይለኪ ኣንታ መጎስ
ሰላሳ ሽሕ ዝኣክል ገንዘብስ ንምንታይ ኢኻ ደልኻ

ወረ ሎሚ እንታይ ክኾንኪ ቁም ነገርን ጭርቃንን ስምፍላይ ስኢንኪ ዕርቂ ክመስለኒ ዕድመይ ደኣ ጋና ቐንጫ እንተ ናብራን ሓዳርን ግን ቆርበቱ ተቐላሊጡ ታኬቱ ዝሓቐቐ ሳእኒ ቤተላ ባምሲልኒ
ሳእኒ ቤተላ እንታይ ኮይኑ ዳሪቡ ኣይሕፀበይ ውልወል ካልኣይ ከዓ መብረ ስኢኑ ዶ እሞ ንእሽተይ ሰበይቲ ተምሪ ክዶ ክምጻልኪ ያ ንነብስኻ ኣይትበል ትዋረድ ከዓ
ዝኾነ ቐድሸይ ኣነ ንስኺ ከይትስምብድ ኢለ እምበር ዓመታዊ ዘይተኸፍለ ውህሉል ግብሪ ሰላሳ ሽሕ መፂኡ ኣሎ እዚ እንድሕር ዘይተኸፊሉ ከዓ እዛ ትካል ክትዕሸግ እያ እሞ እዚ ክሳዕ ዝኸውን ዳኣ እንታይ ትቧቕጥ ነርካ ሓንዳይ ጸወት ሓንዳይ ጸወት ማለት ስምዕኒ ኣብዚ እዋን እዚ ከዕርፈሉ ክኸብረሉ ዝግባኣኒ ዕድመ እኮ እዩ እንታይ
እሞ ኣበኻ እንዶ ጨክን ኣቢልካ ንህ ወደይ እዛ ትካል ንዓኸዛ ከይትብሎ ነብስኻ ምግባር ኣቢካ ዳሓን ዳሓን ዳሓን ሕጂ ኣብ ኮሚታት ጉይታት ንፀባፅበሉ እዋን ኣይኮነ እዚ ገንዘብ ክኸፍለሉ ደልየ ሃብኒ እብለኩ ኣለኹ ሃብኒ እሞ ካብ ሕሳብ ካሊእ ትኸፍሎ ሕሳበይ ደኣ እሞ መርዓ ወዲ ክኸውን ኩቶ ዓሲ ዓሲ ወዲ ወዲ ካበይ ክፍለ እሞ ሃበን እታ ሞባይል ክድውለሉ ክድውልሉ
እዋይ እዋይ ክድዓት እዋይ ክሕደት እንቋዕ ብሓደ ኣለና እንክደውል
ኣበይ እሞ ኢልካዮ እዚ ደውልሉ ክድዓት ዘይኮነ ሓላፍነት ምውራድ እዩ መጎስ ንዓኻ ከስተምህር እምበሪ መምህር ናይ ትግርኛ ቀይርካኒ
ደውሉ እሞ ተን ገንዘብ ጥራሕ ኣባና መምህረ እዩ

ማማ ብዛዕባይ ምግዳስ ገዲፍኩዶ ብዛዕባ ሰይቲ ወዲ ክትሕለቕላን ትግደስላን ኣላ ሓቀይ ከምኣ እያ ኣቤት ምሕላቕ ኣቤት ምንቁርቋር ማማ ሓድሽ ፍቕርሲ ክሳብ ክንድዚ ምስ ውላድካ ዘጓኒካ
ምጉናይ ኣይኮነን ደሓር ከዓ እዛ መርዓት ኣብ እንዳ ሓምኣ እምበር ኣብ ገዛ ኣይኮነትን ዘላ ብዘይ ብኡ ከዓ መርዓትን ንግስትን ክኸብራ እዩ ዘለዎ እዋይ እወይ ማማ ዓመታት ሕድሕድ ከም ዘይተመላልኣናን ዘይተሓጋገዝናን ሲ ሕጂ ከ ክተብልና ኣታ ፈጣሪ ቦይ ንበዓል ንዓና ድማ ከበንበንበንበንበንበን ዘብላ ሓማውት ትፍጠረልና እምበር በዓል ማማ ንርእየኪ ማለት እዩ ኣነ እዛ ጓለይ ሓሳብ ልብኺ የስምረልኪ ኣነ ከዓ ግርም ገይሮም ፀሎተይ ክዝክረኪ ብዝኾነ ኣበይ ፀኒሕኺ ኣበይ ፀኒሕና ዶ ዘይተወደበ እንዳ መሻጥ ክትጋረ ምስ ዋና ትካል ክትጓዓለጠን እዩ እንዳ መሻጥ ድኽ ዝበልክን እንዳ መሻጥ ትወ ንሽዱሽተ ወርሒ ብሰላሳ ሽሕ ተዋዓ እያ ንምንታይ ኮና እንቲ ብሰላሳ ሽሕ ድኽ ዝበልኪ መዓልታዊ ክትምሸጥ ለደልቲ እዋይ ዘመን መስረ ኣርኪ መስለኒ እንታይ ክትምሸጠሉ ደኣ ክትሰርሓሉ እምበር እንታይ እያ ስምዓን ዘላ ተሓዳርኪ

እቲ ትብልዮ ዘለኹ መጠን ገንዘብ ከ ካበይ ኢያ ክተምጽኦ? እንድዒ ካብቲ ናይ ገዝሚ ገለ ትብል ነይራ። እሱ ደኣ እሞ ኣቦኽ እንድዩ ግብሪ መጺኡ ንገዛ ከይዕሸገኒ ኢሉስ ወሲድዎ። ሕጂ ነገር ፋሕ ኢላ ማማ ሊዳ ከኣ ነተን ገንዘብ ሕጂ ወሲደ ንዙፋን ናብ መሸጢ ከረክባ ኢላ ወሲና እያ ዘላ። እዋይ

እንተይ ከመይ ውዒልኪ? ዋ እንታይ ደኣ ደሓን ዲኺ ደኣ ክንድዚ ረሲንኪ?
ሳይ ንደገ ወፂኣ ውዒለሲ ሰልችዩኒ ደሓን ደኣ ከይቀወስ ኮይደ ኣይ ወራስ ግዳ ኣነ እየ ብላዕ ክኸውን ክኸለ ቀምጫጭ እየ
ቀምጫጭ ክተ ማለት እዩ
ቀምጫጭ ደኣ ሻላን ንእሽተይ ኩላ ሰትሕዝ ብዙሕ ዘይትበልዕ ማለት እኮ እዩ።
ኣነ ከስ ካልእ እኳ መሲሉኒ ፀኒሑ ነይሩ። እንታይ ደኣ ናበይ ኬድኪ ገለ ኢልካ ይትሓተኒ እንዳ ክሓተክ እንዳበልክኒ ናብ ካሊእ ሰጊርና ኣበይ ዲኺ ፀኒሕኪ በል ክትሕኩስ እንዳ መሻጢት ክካረይ
መን ክካረ እስኪ ዋነ ገንዘብ ከ
ገንዘብ ድኣኒ ካብቲ ስድራይ መውጽኣ ሓዳር ኢሎም ዝሃቡና ገንዘብ ካብኡ ንገብር።
ስድራኽዶ መውጽኣ ሓዳር ኢሎም ገንዘብ ሂቦም? ብልብኻ ዲኻ እቲ ገንዘብ ትርስዖ ዘለኻ? ትገዝምኸ?
ንዕኡ ድዩ?
ንዕኡኸ? እዋ ካልእ ድኣ እንታይ መሲልካ ጸኒሑ? ኣንዳ ኣብ ልዕሊኡ ተወሳኺ መውጽኣ ሓዳር ኢሎም ድሃቡና መሲሉ።
ኣንታ ን። እዚ ኩሉ ገዝሚ ሂቦምኻስ ኣብ ርእሲኡስ ተወሳኺ ገንዘብ ደሊኻ? ህዋ! እሞ ብኻ ዝርኣ እሞ እታ ደብተር ናይ ባንኮም ሂቦምኻ።
ኣበይ እሞ ገብርዎ እምበር ሕውይ ምበል ዳኻ ማራ። ህዋ! ን
ባባ ናይ ሚእቲ፣ ማማ ኸኣ ናይ ሓምሳ ባጤራ ኮይኖም እዮም ዝረኣዩኻ ን። ሊደታ ኮንኪ ማዕረ ክንድኡ ንፍቕሪ እምበር ንገንዘብ ሃረፍረፍ ድብል ሰብ ዲኣን። እንድዒ እንታይ ድኣሞ ክብል እየ። ብዝኾነ ግን ገንዘብ ገንዘብ ክስሕብ እንድሕር ደኣ ኮይኑስ ዝኾነ ቢዝነስ ክትፍትን ኣለካ። ሕጂ ዘረባ ኣምጺኺ ሰመረ ጻቐጥ ሓደ መዓልቲ እንታይ ኢሉኒ ነይሩ መስለኪ? ብዙሕ ሰብ ዘየስተብለሉ ብዙሕ ኣታዊ ዘለዎ ቢዝነስ ብሓንሳብ ደይ ምጀምር ኢሉኒ ነይሩ። እንታይ ኢኸ ሰብ ዘይጸቕጠሉ ኣርባሕ ቢዝነስ እዚ ከዓ ሽሙ ልኻይ ክነከፋ
ኣታ ሓመት ክዕደ ዋ ጸላዕ ሰብኣይስ ልኻይ ክትሸይጥ እንታይ ሞ ጸገም ኣለዎ ይረኸቦ ጥራሕ እምበር ድሓር ከኣ ስራሕ ክብረት እምቢ በል ድሓር ሕጂ ሰሚዐልካ እንዲይ ዘለኹ ብዝኾነ ግን ካብቲ ምስ ኣዴኻ ዘሎ ገንዘብ ሰላሳ ሽሕ ኣምጽእ ጽባሕ ንጎ ነታ በዓልቲ ትካል ሰላሳ ሽሕ ክንከፍላ ኣቲ ሊድያ ኣቲ ዋ ኖ እቲ ገንዘብ የለን ምሳይ ከምዚ ኮይኑባ ከምዚ ኣባ ከይትብለኒ ጻዕ ከይብለካ
ካብዘን ዝጠቐስክየን ሓንቲ እንተይለኽ ጨርቀይ ደርቤ ዶ ክዓብድ ኮይኑ
ሊዲተይ ትረድእኒ እሞ ባባ ዘይተኸፍለ ውህሉል ዕዳ ሰላሳ ሽሕ ናይ ግብሪ መጺዎሲ ሕጂ ክጭነቕ ምስ ረኣየስ ክፈሎ ኢለዮ ድሕሪ ሰሙን ግን ግድን ክመልሰለይ። እንታይ እቲ ገንዘብናስ ኣነ ከይፈለጥኩስ ነቦኻ ሂብካዮ ማለት ድዩ ዋላ ከይሕተት እንድየ በጊዕ ድየ ኣነ። ኣንታ ተኾንኩስ በጊዕ ተትኾን ድኣ እምበዕ ከማን ደይትብል። እምበዕ እታ ገላገጽ ክትፈልጥ እዘን ገንዘብ እንተምጺኻየን ጽቡቕ ኣየምጻኻየንን ግን

እዚ ናይ ቅባፀት ምስላታት ንጎኒ ገዲፍካ ኣለዎ እተን ገንዘብ ጥራሕ ምለሰለይ ካበይ ክመልሰልካ ውሰዶ ክፈሉ ኢልካ ንኣነ ከዓ ከፊለ እየ ወይ ረስ- ረሲት ኮነ ኢልካ ኢልካ ኢልካ ረሲት ከፊለ እየ
ባባ መን ኢልካ እንታይ መን ኢልኳ ውሰዶ ተጠቐመሉ ኢልካኒ ወሲደ ከዓ ከፊለ እየ መፅእ ባባ ተጠቀመሉ ዝበልኩ እኮ ፈተይ ኮንኩ ኣገዲድካ እኳ
ተወዲ እና እንታይ ነገዲተካ እንታይ ከዘይ ትብል ሓንሳብ ክቅየመካ ሓንሳብ ልዕቤትካ ትካል ትጠልም ኣለካ ሓንሳብ ገቢኻ ክትቅየመካ እንዳበልካ ምሰገደድካ ነብሰ ጨነቃኒ ከይፈተኹ ተጠቀመሉ ኣለካ
ግደፍ ነው ወዲ ኣይትጋገ እዛ ትካልና ምንጭ እቶትና እያ። ትፈልጥ ኢኻ ፀፊካ እዘን ገንዘብ ከዓ ካብ ምዕሻግ ኣድሒነና ኣለዋ ቴንክ ዩ እማ ሓዳረይ ከዓ ሶሎሎ የንፅል ኣለዎ ኣሎ ብለካ ኣለኹ ዳሕን ዳሕን ንሱሲ ንዕጨ እምኒ በሎ ኢልና እንሄልካ ጸሎትና ንሰማይ ኣዕሪግና ብትን ከነብሎ ኢና ኣነ ከዓ ሓዳረይ ካብ ድብታት ብኻዛት ካብ ታሕሽጉ እዩ ኖ
ግደ ግደፍ ዝበላዕካሉ ፃዕሊ ትስበር ነውሪ
ፍልቕልቕ ዝብል ሽሮ ናይ ዓባይ ድስቲ እምበር ኣይ ናይ ጥዑም ፅርያ ናይ ፃዕሊ ክበልዕ ዛንፈልጥ ዶ
እምበኣር ነተዓባብያኻ ትኽሕድን ትወቅስን ትግዝትን ኣለኻ እ? ኣብዚ ጉዳይ እዚ ኸዓ ኣነ ጥራይ ዘይኮንኩ ኣዴኻ እውን እትውት እያ እዘን ኩለን ዝበልክዐን ከዓ ዝርዝር ኣቢለ ክነግረ እየ እወ ንገራ ንገራ ሊድያ ነተን ገንዘብ ውለደን ስለ ዝበለትኒ ውለደን ውለደን ውለደን ውለደን
መጽሓፍ ሰማይ ፈረሰ ንዛንታ ህይወት ሰለስተ ሽሕ ካብ ስደትን ካብ ኩሉ ኩርናዓት ናይ ኤርትራን ዝተሰለፉ መንእሰያትን ተምሃሮ ቤት ትምህርቲ ሰውራን ኣባላትን ኣተክሮ ጌራ ንምስሊ ክፍላተ ታዕሊም ዓራግን ግልዕን ዘካተተ መሳጢ ዛንታ ዝሓቖፈት ታሪኻዊት መጽሓፍ ንዓኻትኩም ንክቡራት ኣንበብትና ጆባእ ንብለኩም። መጽሓፍ ሰማይ ፈረሰ ነቲ ክትኣምኖ ዘጸግም ምስ ሕጽረታት መግቢ፣ ማይ፣ ክዳንን ሕክምናን እናተቓለስካ ኣብ ትሕቲ ሰርብን ነጎዳን ኲናት ኮንካ ንዝካየድ ዝነበረ መስርሕ ምምሃርን ምስትምሃርን ንዝነበሮ ዝተሓላለኸን ፈታንን ህይወት ንምስጋሩ ዝነበረ ብልሕን ተወፋይነትን ኣባላት ህዝባዊ ግንባር ብመሳጢ መልክዑ ሒዛ ቀሪባትልኩም ኣላ መጽሓፍ ሰማይ ፈረሰ። መዓስ እዚ ጥራይ መጽሓፍ ሰማይ ፈረሰ ጥርዚ ንዝበጽሐ መሳጢ ፍቕራዊ ዛንታ ኣንጻር ጾታ ተምሃሮ ቤት ትምህርቲ ሰውራን መስገደላቱን ከምኡውን ዛንታ ተወጊኡ ኣብ በዓቲ ተሓቢኡ ዝተረፈ ተጋዳላይ ኣባል ስለያ ዕባይ ቤት ትምህርቲ ሰውራን ንምድሓኑ ዓቢ ተራ ዝተጻወተ ሰብ ዝለመደ ኤርትራዊ ኢራ ከም ፖስተኛ ኮይኑ ከገልግል እተርኢ ንልቢ ኣንጠልጣሊ ዛንታ ዝሓቖፈት ገለ ካብቲ ዘስደምም ታሪኽ ገድሊ ህዝቢ ኤርትራ እተዘንቱ ብሽሞንዲ ዕቑባ ሚካኤል ዝተደርሰት ማራኺት መጽሓፍ እያ። መጽሓፍ ሰማይ ፈረሰ ክቡራት ኣንበብትና ጆባእ ንዓኻትኩም መጽሓፍ ሰማይ ፈረሰ ንምርካብ www ፍሬጋባ ኮም ወይ ብቑጽሪ ተሌፎን ተወከሱና ብዝመረጽኩሞ ኣገልግሎት ክንህበኩም ድልዋት ኢና መጽሓፍ ሰማይ ፈረሰ

ገርመኪ
ውዴ ኣትልዴ ምሽ ንስኻ ኣብ ጥፉእ ኣይትዛረብ ክፉእ እዩ ክትብሊ እወ ኣብ ጥፉእ ኣይትዛረብ ክፉእ እብል ግን እኮ ሞዝ ገንዘብ እኮ ይጠፍአል
ግብሪ ተተኸፊሉ ወዳ ጠፊኡ ማለት ዶ ይኮነ ኣንተ ሃና ምጥፋእ ብኸመይ ዲ ክትርድእዮ ንስኺ ካብ ዓይኒ ከባቢ ምስዋር ክትረኽቦን ክትርምሶን ዘይምኽኣል በሉ ፅቡቕ ሕጂ ናብቲ ገንዘብ ንምጻእ እዚ ድበሃል ደሎ ገንዘብ እኮ ወዲቑ ወይ እውን ተሰሪቑ ኣይኮነን እንታይ ደኣ ብፍታውን ብፍላጡን ናይ ኖኸይ ነቡኡ ሂብዎ ኣነ ከዓ ከምቲ ዝሃብካዮስ ይመለስ እኮ ዝብል ዘለኹ እንታይ ደይ ኢለ እዋይ ሊድያ ነዚኣ ክትገብሩ ናብዚ ገዛና መፅእ ማለት ከ
ሕጂ ናቦን ወድን ክተናቑትዮም እዩ ክተናቑትዮም
ዓጢጥኑ ጓል ፀሃየ ስዕ እስከ ስኺ ኣነ ባምቡላ ድይ ንዓይ ከ ኣይሓተኒ ዋ ሃና ሕስብ እሞ ብልዮ ኣብዚኣ ስሓቂ ክለኺ ዋላ ባባን ማማን ብዙሕ ግዜ ካብ ዘይቃርቦም ነጥብታት እዚ ትብልዮ ዝጸናሕኪ እዩ ርኢኺ ሕጂ ናባይ መጺኺ ደቂ ተባዕትዮ እቲ ናይ ገንዘብ ነገር ኣብ ሓዳር ንዕኦም ጥራይ ዝምልከት ኮይኑ እዩ ዝስምዖም ኣይገርመካ ሓቂ ክንዲኹሞ ወላ በዚ ገዛና እንረኽብዮ ማማይ ትሰርሕና ምንጪ ኣታዊና ካብ ባባ እዩ ባባ ከዓ ዝለዓለ ተሰማዕነት ኣሎ እቲ ጸገም ኣበይ ይፍጠር ኣሎ ኣባና ንኣብነት ሕጂ ንስኺ ማማይ ትሰርሕ ነያ ትብሊ ኣለኺ ነቲ ስራሕ ገዛ ግን ከም ስራሕ ይሓሰብክዮ ማለት እዩ ዋ ስራሕ ገዛ ከ ደሞዝ ኣለዎ ድዩ ባባ ደኣ ከፊልና ዘይፈል ውይ እሞ ከይድ ኣብቲ ቤት ፅሕፈት ዕዮ ኮይድ ክንክሰስኦ ዋ ሃና ማማ ቀድሽ ኮኒ ፀሓይ ወጊሓ ስገር ትዓርብ እየን ኣብዚ ገዛ ሃለኽለኽለኽለኽለኽ ዝብላ ንልዕሊ ዓሰርተ ሰዓት ዝኸውን እየን ካብ ዝሰርሓ እዚ ምስ ኦቨርታይም ተድሕዚ ሰበነን ክንደይ ትኸፍላ ነይረን? ብኻልእ ኣዘራርባስ ካብ መካየዲ ሓዳር ወጻእስ ንማማ ናይ ውልቃዊ ገንዘብ የድልያ ኣሎ ኢኺ ትብሊ ዘለኺ? ብትኽክል እንኮላይ ንዓኺ። እዋእ ስምዒ ክነግረኪ፣ ጓል ኣንስተይቲ ካብ ሰብ ተጸባይት ክትከውን የብላን ዝብል ርድኢት ዘለኒ ንዓይ። እዚ ንወዲ ከምዚታትን ኢኻ ንዓይ እንዳ መሻጢት ክካረ ዝገድደኒ ዘሎ። ደሓር ከኣ ናብቲ ስራሕ እኮ ንስኺ እውን ክትሰርሒ ኢኺ። እዋእ

መርዓተይ ካብ ትጉሂ ሊደይ ካብ ትጉሂ እዛ ትካል ዋላ ዕሽግሽግ ትበል ባቃ
ኣንታ እንታይ ክትብ
ከምዛ ትብለኪ ወደ ካልእ ኣሎ ካልእ ኣሎ ቅድም ግን ቀድሽ እንተ ነገረኪ እዛ ልብኺ ሰተት ኢላ ብኣፍኪ ከይትወፅእ ሕዝ ተቐብለኪ ክሳዕ ክንዶ ልበይ ሰተት ዘብል ድዩ ድፍረቱ ወይለይ በልፅና ዛቕራተይ እሞ ሸጥ ከብላ ሃይ ሕጂ ክዳሕዳሕ
በሊሉኪ እንታይ ፈለቕለቕ ዝበለ ክልተ ክፍሊ ዝለቕልቕ ኣብ ዓብ ዝተሰርሐ ሽሮ ኢና ንበልዕ እምበር ኣይናይ ጥዑም ፀብሒ ኣብ ፃዕሊ ተሰርዐ በሊዕና ንፈልጥ ኢና እዚ ኩርናዕና ምስባር ብፍላይ ብፍላይ ንዓኺ ከዓ ኢድ ምስባር እያ እዚ ደኣ እንታይ እዩ ምስባል ክርትምትም ኣቢልኒ እሞ እዛ ቆልዓ ደኣ ሙሉእ ብሙሉእ እያ ተቆፃፂራቶ ናይ ብሓቂ ብርግፅ ክሳዕ ክንድዚ ፍርካሽ ኣይመስልን ነይሩ ዝኾነ እሞ እንታይ እዩ ሕጂ ዝግበሩ እንታይ እሞ ክግበር በቃ ሊድያ ውለደን ኢላትኒ እያ ንስኻ ዘን ገንዘብ ዝገበርካ ጌርካ ውለደን ኣምፃ የንዱኒ ካበይ ክትወልደን ዝነፀፈት ላም ዶ ትወልድ እያ ሕው ይህ
ሃስየካ ድያ ሕሳይ ጥራይ ሃሲኽኒ ዝኾነ ግን ስምዕኒ ስምዕኒ መደምደምቱ እብልክ ኣለኹ እዛ ጉዳይ እንተስ ተጣቢብኪ እንተስ ለሚንኪ ንስኺ ዝገበርኪ ግርኪ ፍትሒ እያ በቃ ኣንታ መጎስ ንስኻ ዘይፈትሕኻያ ኣነ ከመይ ኣቢለ እየ ክፈትሓ ንስኺ ክትፈትሕያ ንሓርካ እዚ ቆልዓ ኣባኽ ነብሲ ይጭክነሉ እምበር ንህወደይ ስርኢ ኣለኹ ሙሉእ ብሙሉእ ምስ መርዓቱ ይወግን ዶ
በል መጎሰይ ንጉሰይ ንሱ ምስ መርዓቱ ካብ ወገነይ ኣነ ኸኣ ኣብዛ ጎንኻ ኣለኹ። ኣሰይ ሕጂ ቅሲንክኒ ቅድሸይ ነይ ብሓቂ የቀንየለይ። ዘይተመስግን ኮንካ እምበር መጎሰይ ኣነ ደኣ ኩሉ ሻዕ ምስ ኣቅሰንኩኻ።

ውለደን ኢሉ እዩ መፅእ ዋልታ ኖህ ዋ ንወላዲኻ ዶ ብጥሪኣ ውለደን ይበሃል እዩ እንታይ ደኣ ሕረሰን ክብሎ ውለደን ኢልክዶ ፅኒዕክን ውለደን ኢለ ኣጨኒቐ እየ መፅእ ዋይ ምሕራይ ውለደን ሲልካዮ መፂኻ ኣለኻ እቲ ገንዘብ ኣበይ ኣሎ ንሱ ደኣ ነጊረኪ እንድየ ገሩ ከፊልሉ እንዲ ንዓይ ግን ሰሙን ተፀበየኒ ሰሙን ግዜ ሃበኒ ኢሉኒ ኣሎ እሞ እዚ ፋንዳ መሻጢት ከዓ ንጊዜ የብለይን እያ ትብለኒ ዘላ ኣነ እንድሕር ደንጎያ ከዓ ንካልእ ሰብ እያ ክተካርዮ
እንታይ ደኣ ክንገብር ኢና ትገብሮ ደኣ እንድዒ ባዕልኻ ትፈልጥ ብዓቢኡ ብኢደ ዋኒንካስ መን ዶ ውሰዶ ኢልካ ኢቲ ገንዘብ? እሞ ኣቦይ ወላዲይ ተጨኒቁ እንዳ ረኣኩስ ኢደይ ኣጣሚረ ስቅ ክብል ነይርኒ። ኣነ ዘይበልኩ ከምኡ ግን ንዓይ ከኣ ተፍቅደኒ ክትነግረኒ ነይርካ። እወ ንሳስ ኣይገበርኩዋን።
ደሓን ሕጂ ኣነ እዚ መደባተይ ፋሕ ፋሕ እንድሕር ደኣ ኣቢልካዮ ን እዛ ሓዳር እንታይ ትኹን እንድዒ። ግን ስምዕንዶ ንስኺ ንባዕልኺ እንዳ መሻጢት ክትካረይ ምውሳንኪሲ

ሕጂ እሞ ቀስ በል ንረዳዳእ እሞኒ ዋ መወዳእትኡ እቲ ፍታሕሲ እንታይ ይኹን? እንድዒ ሰሙን ምስ ኣኸለ ንርእዮ እቲ ጉዳይ። ዋእ እሞ እቲ ትካል ተተኻረየኸ ደኣኒ? ካሊእ ንደሊ ካብኡ ድበልጽን ድጽብቕን ከኣ ንረክብ ንኸውን። ኦይ ኣነ እሞ ብኹሉ መለክዒታታ እዛ እንዳ ዙፋን እንተዘይኮይኑ ካልእ ኣይደልን እየ እሰይ እያ ደስ ኢላትኒ ዘላ። ደሓን ኣይትደምድም እሞ ካብኡ ፅብቕን ዝበልፅን ከዓ ረክብ ኣብ ሰማይ ዘሎ ደበና
ንሆ ወደይ ኣቦኻ ገንዘብ የብለይን ዝብል ዘሎ ማማ ሊድያ ከዓ ግድን እንዳ መሻጢት ክካረ እያ ትብለላ እሞ እንታ ንሆ ወደይ ሕፁነት ከይተወድእን ኣብ ምልሶት ከይተበፅሐንሲ እንታይ ህፁፅ ጉዳይ ኮይኑ እዩ ሕፁፅ ዘብሎ ዘሎ ጉዳይ ዶ መጋላበጢ ግዜ ስለ ዘየለ ደሓር ከዓ እዚ ብዛዕባ ሕፁነት ዶ ዋላ ምልሶ ዝበሃል ዘሎ እንድሕር ደኣ ኮይኑ ከዓ ኣነ ዘይኮንኩ ሓና እያ ክስዕተይ ክሰርሕ ፀና ኣነ ድማ ዝጋጣሚ ኣብ ዕምረይ ሙሉእ ረኪበዮ ዘይፈልጥ ዕድልን መቐይሮ ህይወተይን ስለ ዝኾነ ክኸሰር የብሉን በሃልቲ
ማይን ሕፃን መታርፍቲ ዝበሃል ከምዚ እዩ ሕርሸይ ልክዕ ኣነ ንስኽና መናብርቲ ንምባል
ከምዚ ንሪኦ ዘለና መገዲ ተኮይኑ ዶ ወይ ወይ ንሕና ንደቅና ናብዚ ዓለም ዝመፁሉ መገዲ ኢና ልክዕ ሰብ ከዓ ዝሓለፎ መንገዲ ቁሊሕ ኣይብልን እዩ ቁሊሕ ክንብልን ከይንብልን ኣብ ኩሉ ከይተበፃሕኩ እዮ መንገዲ ኩርኳሕን ደግዳግን ኮይኑ ምንቅስቃስ ከልኣና ኣቤት እዚ ታይ በሃል መስለካ ንውላድካ ርሳስ ገዚእኻ እ መንገዲ ሰዓል ምሽ ትብሎ ክስእል ኢሉ ድን ምስ በለ ነቲ መሳልሒ ቦቅ ኣቢልካዮ ክመኻዮ ወይ ድማ ንጋልካ ፌኮ ገዚእኻ ክተብቅዕ ፀጉሪ ክላፅዮ ኢልካ ምግዳል
ናይ ነዚ ናብ ባህላን ምስላን ደኣ ከመይ ማዕቢሉ እንተ እዋ ኣንዳ ሃና ጓል ወዮ ሰሳሕ ድሮ ሰብ ይሓዝ ሰብ ኣምሲሓ ዝበሃል እኮ ከምዚ ምስ ተረኽበ እዩ። እስኪ እንታይ እንትብል ዝብለይ እንታይ ኢለ ዶ ባቤ እም፣ ሴኮ ገዚእኻ ክተብቅዕሲ ንጓልካ ፀጉሪ ክላፅዮ ከም ምባል
ተላፀይ እንድሕር ዝብል ኮይነ ደኣ ላማ እምበር ቢጎዲኒ እንታይ ተግዛለኒ ፌኮ እንታይ ተግዛለኒ እ? እ፣ እዚኣ እንድዒ ደኣ ቅዱስ እምበር ኣነ ኣይውዕላን እየ። ዋላ ኣነ እውን እዛ ሊድያ ዝበለታ ኣይሰማማዓላን እኳ ደኣ መፅረብን መደምሰስን ውስኹ። እቲ ዘረባ ሕጂ ይገፍሓና ንዘሎ ንጥመሮ እሞ ን ኣቤት እተን ዝተገዘናየን ገንዘብ ኣምፃእዮ። ባባ እዛ ሕቶ ካብ ናባይ ናባኻ ትዘጥጥ።
ሎል ኣንኣ ስረይ ብርእሰይ ከውፅኣ ዓቕምን ክእለትን የብለይን። እወ ቅዱስ ትብዓት ሰብ።
ዋሓስ ዋሓስ እሞ ወርቀይ ዶ ከትሕዘልኩም ዋ ማማ ወርቂ ግዳ እንታይ ምስልክዮ ተትሕዝዮ ተትሕዞ እምበር
ውሉድን ንጉስን ሓደ ክልቲኦም ኣይኣዘዙ ካብ ኣዘዙ ኸ ኣበይ ክእቶ ክትግበር ጥራይ ዘለዎ በቃ ኣትሕዚ
ሊድያ ግን ፈቲንክን እምሕቅስ ደብልክን መማእስ ኣቲ ጓል ገዛ ብትንትን ኢትኽላ ደኣ ክሕጎሰልክኻ ናበይ ናበይ ንዕን እባ ህዋ ንስኽን ዝመሃርክናን እኳ እየ ኣነ ኸኣ ብግብሪ ኣተግቢረዮ።
እንታይ እንዳበለት ድኣ ብግብሪ ምሂራትክ? ነየናይ ዶ ኖህ ኣብ ሓዳርኩም ብዘይ ፍታውክን ድሌትክን ዝኾነ ነገር ክገብር ከሎ ክትቃወምዮ ኣለኪ ኢለናኒ። ኣይብልክናን እንዲኺ። ሕጂ ዶ ክሕሱ ኮይነ?

ረመፅ መንበር ታሪኻዊት መፅሓፍ ኣብ ረመፅ መንበር ኣብ ግዜ መግዛእቲ ደርግ ኣመሓዳሪ ክፍለ ሃገር ኤርትራ ብዝነበሩ መምህር ኢሳቅ ጸጋይ ዝተጻሕፈት ኣዝያ ኣገዳሲት መጽሓፍ ኣብ ረመፅ መንበር ዘይተነግረ እምበር ዘይተገብረ ስባ የለን እተብል ምስቲ ክሳብ ዓንቀሩ ብዝዓጠቑ ኣፅዋር መን ከማይ ዝብል ዝነበረ ፋሽስታዊ ስርዓት ደርጊ እናነበርካ እንታይ ምንባር ጥራይ ደኣ ኤርትራ እውን ላዕለዋይ ሓላፍነት ስርዓት እንኮንካ እንከተገልግል በዚ ድማ ናይ ስጋ ኮይንካ ህዝብኻ ከይግድዓካን ከይዕመፀካን ዝዓቕመኻ ክትከላኸል ህይወት ኣብ መንቀራቕሮ ክትሓስየካ በዚ ድማ ኣካልካን መንፈስካን ዝኾነ ህዝባዊ ግንባር ኣንጻርቲ ዘለኻዮ ምምሕዳር ክቃለስ እንከሎ ንስኻ ዝወሰድካዮም ስጉምቲ ስለምንታይ ዝብል ሕቶ መልሲ ንክትረኽቡ ኣብ መጽሓፍ ኣብ ረመጽ መንበር ከም ፀሓይ ቀትሪ ኩልዕ ኢሉ ተቐሚጥልኩም ኣሎ። ብፍላይ ላዕለዎት ሓለፍቲ ስርዓት ደርግ ብህዝባዊ ግንባር እንክቕንጸሉ ሚስጢራዊ ሓበሬታ ካብ ኣኼባታት ልሒቑ እንክወጽእ እሞ ድማ ኤርትራዊ ኾንካ ምስ ውልቀ መላኽን ኣረሜንን ሊቀመንበር ደርግ ኮሎኔል መንግስቱ ሃይለማርያም ዓይኒ ንዓይኒ እናተረኣኻ እንክትዝቲ ጠሊፍ ሓደር ተጻባእትኻ ብወገኖም ንዓኻ ግዳይ ገይሮም ናይ ስልጣን መሳልሎም ከዳላድሩ ፊት ንፊት ክትገጥሞም ዘሎ ምረት በቲ ሓደ ብድሆታትን ፍታሓቱን ድማ በቲ ካልእ መጽሓፍ ኣብ ረመጽ ምንበር እሪ ቁጽር ኣቢላ ተንቲናትልኩም ኣላ። ብዝመረጽኩሞ መጽሓፍ ኣብ ረመጽ መንበር ንምርካብ

ሓሙሽተ ዘስካሕክሑ ተኸታተልቲ ቅትለታት ንስኻ ኢኻ ፈጺምካዮም እንተትበሃል እንታይ ምተሰማዕካ? እሞ ድማ ዝኾነ ኢድ ከምዘይብልካ ክትምሕለሉ እትኽእል ጉዳይ ክንሱ መርመርቲ ገበን ግና ንስኻ ከምዝፈጸምካዮ ዘረጋግጽ ናይ ኣሰር ኣጻብዕትን ዲኤንኤን ውጽኢት እንተዘቕርቡልካኸ እንታይ ምበልካ? ክኢላታት ስነ ኣእምሮ'ውን ኣብ ውሽጥኻ ካልኦት ንስኻ ዘይትፈልጦም ክልተ ሰባት ኣለዉ እንተዝብሉኻኸ? እዚ ዝተረጋገጸ ሰነዳት ዝተረኽቦ ፍጻሜ ገበን መፈጸምታ መስርሕ ፍርዱ እንታይ ኮን ይመስል ይኸውን? መልሲ ናይዚ ኩሉ ሕቶታት ኣብታ Tell Your Dreams እትብል መጽሓፍ ናይቲ ህቡብ ኣሜሪካዊ ደራሲ ሲድኒ ሸልደን ተኻቲቱ ኣለኩም። እዛ ሕልምኺ ንገርኒ ብዝብል ኣርእስቲ ናብ ቋንቋ ትግርኛ ዝተተርጎመት መጽሓፍ ካብተን ህቡባት መጻሕፍቲ ደራሲ ሲድኒ ሸልደን እያ። ሲድኒ ሸልደን ልዕሊ ሰለስተ ሚእቲ ሚልዮን ቅዳሓት ክሸይጥ ዝበቐዐ ሓያል ናይ ምዝንታው ዓቕሚ ዘለዎ ጸሓፊ እዩ። እዛ ሕልምኺ ንገርኒ እትብል መጽሓፍ፣ ከም ኩለን መጻሕፍቲ ሲድኒ ሸልደን ኣብ መጽናዕታዊ ወረቐት ዝተመርኮሰት መጽሓፍ እያ። ብተወሳኺ ኣብዛ መጽሓፍ ሕጋዊ መስርሕ ገበናዊ ፍጻሜ፣ ስነ-ኣእምራዊ ፍወሳ፣ ብዛዕባ ከቢድ ጓሂ ዝፈጥሮ ሕማምን መስርሕ መርመራን ብሰፊሑ ተጻሒፎም ኣለዉ። ዝኾነ ሰብ ካብዛ መጽሓፍ ገበን ምስ ተፈጸመ ብኸመይ ኣገባብ እዩ ዝምርመር? ሕጋዊ መስርሕ ገበናዊ ፍጻሜ ብኸመይ እዩ ዝካየድ ከምኡውን ብዛዕባ ስነ-ኣእምሮኣዊ ፍወሳ ክመሃር ይኽእል እዩ። ብዓቢኡ ድማ ነዚ ብፍጻሜታት ዝተተኽተኸ ዛንታ እናንበበ ነብሱ ከዛኒ ይኽእል እዩ። ስለዝስ በዝን ካልእን ምርጫኹም ሕልምኺ ንገርኒ ይኹን። ኣድራሻና። at www ፍረጋባ ዳት ኮም እዩ። በዚ እውን ክትረኽቡና ትኽእሉ ኢኹም።